ሰላም ሰላም ፍትዋትን ክብራንን ኣብ መላእ ዓለም ዝርከቡ ናይ ቻናለይ ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን ብወገነይ ሰላም እየ። ንስኻትኩም እውን በቢ ዘለኹምዎ ሰላምኩም ብዝሕ ተረፍ ይበለለይ ደቂ ዓበይቲ ወይ ማዓረይ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓኒ ከምዛ ትርእይዋ ዘለኹም

ሎማዓንቲ ያው መብዛሕትኹም ደግሞ ውይ ወይንየ ጆኺ በቃ ችግር የብሉን በርትዒ እልኩም ዘበረታትዕኹም ነይርኩም ማለት ተስፋ ንኸይቆርፅ ብጣዕሚ በረታትዕኹም ነይርኩም ኣብታ ዝሰራሕዋ ንሳ ቪድዮ ማለት እዩና እዚኣ ንኸስተኻኸል ክንደይ ቅርሺ ከም ዝወደአኒ ነግረኩም እየ ካብኡ ከዓንይ ረእይዎ ተሰሪሑ ክፅብቅ ኮይኑ ማለት እዩ ደቂ ዓበይቲ ወይ ረእይዎ በሉ ዝኹሉ ዝወቐርናዮ ከምዚ ጌርና ፉካ ጌርና ሰሪሕናዮ ንብለኩም ሓደ መልክዑ ባዕሉ እዚ ሐዚ ረእይዎ ስቂሉስ ለማፅ ቢም ዘለዎ ይመስል ለማፅ ነይሩ ሓደ መልክዑ እሞ ደሓነይ ችግር የብሉን ዋላ ስእልኩም ብቀለም ጌርኩም መልክዕ ክተውፅሉ ትኽእሉ ኢኹም ዋኢ እቲ ዋና ችግሩ እንታይ እዩ እቲ ቢም ፉኳ ክወፅእ ስለ ዘለዎ ብቲ ፉኳ ገይሩ ንፋስ ስለ ዝኣትዎ ወይ ከዓ ንፋስ ስለ ዝወፅእ ንኸይነቅዕ እዩ እቲ ዋና ነገሮም ማለት እዩ ደቂ ዓበይቲ ወይ ማዕረይና ንሳቶም ግን ስቂሎም ለሚፀምዎ ኣየስተኻኸልዎ ምናምን ረይዋ ሐዚ ክንደይ ቅርሺ ከም ዘውደኒ ዝኾነ ኮይኑ ግን ሐዚ ተወዲኣ ክትፅብቕ እያ ኮይና ይጠይቐን ረይዎ ብላዕላይ ድማ ሓንቲ ሓንቲ ብሎኬት ገይራ ንላዕሊ እውን ኣውፅኤሉ እኒኹ ንታሕቲ እውን ኣውርደሉ እኒኹ ካብቲ ቢም ንኸይነቅዕ ተባሂሉ ፍኳ ዝወፅእ ብላዕሊ መልክዑ ብጣዕሚ ሽኮሪና እዩ ዝገብሮ ማለት እዩ ደቂ ዓበይቲ ወይ ረእይዎ እንግዲህ እስኪ ከምቲ ዝነበረ ዶ ይፅቡቕስ ዋላ ከምዚ እዩ ፅቡቕ ረእይዎ እስኪ ብደንቢ ማለት እዩ ቀለም ክግበሮ ከሎ እዚ ደሞ ኳርተስ ቀለም ክግበሮ ከሎ ነዘን ፉካ ወፂኤን ዝነበራ ቢም ዙርያ ምላሽ ንበይነን ሕብሪ እዚ እንሄ ብዓብዩ ደሞ ካልእ ሕብሪ ክሕዝ ከሎ መልክዑ ገለ ዓይነት እዩ ክኸውን ብጣዕሚ ቆንጆ ክኸውን ማለት እዩ እና ከምዚኣ ገይረ ወዲኤያ ብጣዕሚ ደስ ኢልኒ ሕዝማ በቃ ስቂሉ ረእዮ ረእዮ እዩ ዝመፀኒ ግን ገንዘብ ንዘይምውፃእ ግን ክገድፋ እንደ ኢለ ነይራ ግን ያው ገንዘብ ተን ንዓኣ ተን ተውፅወን ገንዘብ ጠቐሚተን ስለ ዘይቐመጣ የስተኻኺለ እምበር ብጣዕሚ ካልኣይ ኣይኮነን ዶ ካልኣይ ግዜ ገዛ ክትፅግኑ ክተስተኻኽሉ ሲ ካብ መጀመርያ ክተስርሑ ባዕሊ ገዛ ባዕልስ ብጣዕሚ ብዙሕ ገንዘብ ዘድልየካና ክንደይ ገንዘብ ወዲእኽን እዚኣ ተልኩምኒ ኩንታል ስሚንቶ ሽሕን ኣርባዕተ ሚእትን ሰላሳን ያው ሐዚ እኳ ስሚንቶ ወሲኸይዋ እየ ግን ኣነ ብኸምኡ እየ ገዚኤዮ ነይረ እዚኣ ላዕላን ታሕታን ክወቅል ክወቅር ሓደ ሰራሕተኛ ንመዓልቲ ሽሕን ሓሙሽተን እንደ ይኸውን ኣሎ ሽሕን ሓሙሽተን ናብ ሽሕን ኣርባዕተን ያው ሽሕን ሰለስተ ሽሕ በልዎ ሶስተ ቅርሺ ብቻ እዩ ዝቐርዮ ዘሎ ሰለስተ ሽሕ ቅርሺ ንዓኣ ዝሰርሕ ከዓኒ በዓል ሞያ ምስ ሰራሕተኙ ምስ መቐበሉ እዩ ማለት እየ መዓልታዊ ሽሕን ሓሙሽተን መቐበላይ ከዓ ሽዱሽተ ሚእቲ ቅርሺ ያው ጓል ተንስተይቲ ስለዝኾነት እምበር ደቂ ተባዕትዮ ሸሞንተ ሚእቲ ቅርሺ እዮም ግን ጓል ተንስተይቲ ብሽዱሽተ ሚእቲ ቅርሺ እያ ውዒላ ክልተ ሽሕን ሓደ ሚእትን ሰለስተ ሽሕን እና ክልተ ሽሕን ሓደ ሚእትን ሓሙሽተ ሽሕን ሓደ ሚእትን ወዲኣ እኒሃ እዚኣ ንምዕራይ ማለት እዩ። ኩንታል ስሚንቶ ንዑ ዝወቅር ንዑ ዝልምፅ መቐበሊ እዚኣ ወዲኣ እኒሃ ያው እቲ ሑፃ እቲ ስሚንቶ እንኳን ሓሲብና ጌና ናይ ሑፃና ናይ ማይ ናይቲ ኣነ ካልኣይ ዝደኽሞ ማይ ከሰቲ መን ሓሲብዎ ማለት እዩ። ዝሮ ዝሮ ግን ብሓሙሽተ ሽሕን ገለን ቅርሺ ተፀጊና እኒሃ ካብ ግን ሐዚ ተን ሓሙሽተ ሽሕ ቅርሺ ተን ሓሙሽተ ሽሕ ቅርሺ ዘይኮንኩ ዝርኤ ማለት እዩ ብጣዕሚ ደስ በቃ ረኤኒ ረኤኒ እዩ ዝብል ክፅብቅ ኮይኑ ሐዚ ሲጎረለ ዝነበረ ስሚንቶ መላሊኦም ፉካ ውፅኦም ክሰርሕዎ ከለው ብጣዕሚ ቆንጆ ኮይኑ ሽኮረይ ኮይንለይ ማለት እዩ እና ደቂ ዓበይቲ ወይ ማዕረይ ገዛኹም ተስርሑ ከለኹም ተጠንቀቁ ማለት እዩ ክብራት ኣሕዋተይ ምክንያቱም ኣንድዒ ሓደ ሓደ እኔው ሰብ ሞያ ንገንዘቦም ብቻ ደኣ እምበር ምንም በቃ ነቲ ስራሕ ዘየግድሶም እዮም እና ጥንቃቐ ግበሩ። ኣነ ሕዚ ካብ እግሮም ተፈለዩ ኣይፈልጥ ከምዚ ዋላ መዓልታዊ ይኹን ዳኹን ጥራት ይኹን ጾመ እዮ ዝውዕል ዝኹሉ ዓመት ኣነ ዓዲ ዓረብ ክቐመጥ ከለኹ ማለት እዩ በቃ እንድዒ ስራሕ በዝሕኒ ይፈልጥ እንድሓኒ እግዚኣብሔር ይመስገን ዳሕና ገዛይ ዝበፅሐኒ ነይሩ ምንም በቃ ኣብዚ ግን እንድዒ በቃ ናይ ጉልበት ስራሕ ኢኻ ትሰርሕ ብጣዕሚ ኢኻ ትጭነቕ እና ኣብኣ እየ ኮፍ ኢለ ዝውዕል ካብቲ እግሮም ኣይፍለይን ከምኣ ስለ ዝኾነት ድማ ያው ቆንጆ ጌርና ፈፂምናያ ማለት እዩ ደቂ ዓበይቲ ወይ ባይ ዘ ወይ ኣነ ኣብዚ ክመጽእ ከለኹ ከምዚ በቃ ርእሰይ ይሕመኒ ጨብረር የብለኒ ጎንበስ ኢለ ቅንዕ ክብል ከለኹ እውን እዩ ዝጠፍአኒ እንታይ ከም ዝኾነ እንድዕድ ደም ዋሕድ ድዩ ጥሜት ድዩ ይፈልጥን ምክንያቱ መብ ሰዓተይ ገንዘብ እስቲ እንታይ ዝበሃል ኣብ ሰዓተይ ምዛሕ ኣይበልዕን ንዕኡ ዶ ይፈልጥን ብቻ ኣብዚ ዓዲ ብጣዕሚ እዩ ከቢድ ኣብዚ ዓዲ ናይ ናይ ኮንስትራክሽን ስራሕ ትሰርሕ ጓል ተነስተይቲ ብጣዕሚ እያ ትጉዳእ። ደቂ ተባዕትዮ ያው ምንም ጣጣ የብሎምን ዝሰርሕዎ እውን ንኸብዶም እዩ ይሰትይዎ ይበልዕዎ። ጓል ተነስተይቲ ግን ንኹሉ ስለ ትሓስብ በእውነት ብጣዕሚ እዩ ካብ ናይ ኮንስትራክሽን ስራሕ ማለት እዩ እና ዞረ ግን ከምዚኣ ትመስል ኣብ ስደት ዘለኽን ሓደራ ዘን ኣሕዋተይ መዓረይ ቤተሰብ ምክንያቱም ሓደ ዝፈልጦ እቲ ሓደ ይፈልጠን እና ካብ ዝፈለጥ ኢኻ ትምሃር ስለዚ ኣነ ተምህረክን እያ ኢለ እየ ቪድዮ ዝሰርሓ ዘለኹ ተህድባቶ ኮይንክን ብልዕሊ ህድብ ማይ ከየኣትወክን ቃለን ከየበላሽወልክን ኣብቲ ዓሚቕ ዓሚቕ ወቂርክን ነስተኻኽልኦ ለምፅኦ ድጋሜ በቃ ሐዚ ብ ሓሙሽተ ብ ዓሰርተ ብ ዕስራ ሽሕ ሲ ንድሕሪት ኣይትመለሳ እቲ ብ ሚልዮናት ተውፂእኽን ሰሪሕኽን ገዛኽን ክተማዕድዋ ዘለክን እና ህድምቲ ኮይኑ ብዙሕ ፕሮሰስ እዩ ዘለዎ እዝርያ ምለሽ ብሎኬት ክዕበስ ኣለዎ ክግረፍ ኣለዎ እቲ ህድሙ ወቒርካ ክምላእ ኣለዎ ምክንያቱም ቀለም ምብልሻ ብቻ ዘይኮነ ይልጥልጥ እዩ ማለት እዩ ስለዚ ደቂ ዓበይቲ ወይ ማዕረይ ትምህርቲ ክትኮነኩም እያ ተስፋ ይገብር እና ዝተጨነቅኩም ኣሕዋተይ ያው እንግዲህ ታወጭለ ንሳ እያ ተመስገን እዩ ካብኡ እንኳዕ ንበዝሓ እና ቆንጆ ገይረ ኣስተኻኺለየ እያ ናየይ ፅቡቅ ነገር ትደልዩ ያው ኣይትጨነቁ ንምባለይ ክብራት ኣሕዋተይ ብጣዕሚ ከዓ ዝፈትወኩም ደቂ ኣቤት ወይ ነተበረታትዑኒ ክጭነቅ ከለኹ ምሳይ ንስጭነቁ ክሕጎስ ከለኹ ምሳይ ንትሕጎሱ የቐንየለይ ዘመሕዋተይ መዓረይ ማለት እዩ እና ኣነ እዚ ቪድዮ እዚ ዝሰርሖ ዘለኹ እስኻትኩም ንክትመሃርሉ እዩ ምክንያቱም ክንዲ ንኣሕዋተይ ከዓ ምንም ዘይፈልጣ ከምዚ ከማይ ወለደን ዘስርሑለን ስቂሎም በቃ ሰሪሕና ኢሎም ዝኸዱ መዓረ ኣይ ዘይብሉ ስለ ዘለ በተለይ ኣብ ፊኒሽንግ ወይ በዓል ሞያ ዝፈልጥ ቁጸራሉ ወይ ከዓ ንበዓልቲ ክነስርሖ ኣብ ፊኒሽንግ እንታይ ይመስለክን ናይ መጨረሻ ክትኣትዋ ስለ ዝኾነ ድጋሚ ስለ ዘይትስራሕ ኣብ ፊኒሽንግ ብጣዕሚ ጥንቃቐ ዘድልዮ ብጣዕሚ ማለት እዩ እና ንሕዚ ዋላ ገንዘብ ይወሓደኒ ዋላ ገንዘብ ይሕፀረኒ ኣነ ብምምፀይ ብጣዕሚ እየ ደስተኛ ማለት እዩ እና ሓደ ሓደ ሰብ ሓደ ሓደ ነገር ክጎድል ከሎ ንእሽተይ ዘይምፀናሕኹ ገለ ይብልዎ ዶ ኣነ ግን ኣነ ግን ማለት እዩ ብጣዕሚ እየ ደስተኛ ምክንያቱም እዚ ኩሉ መፅኢ ስለ ዘስተኻኸልኩ ብጣዕሚ እየ ደስተኛ እና ኣቤት ወይ ማረይ ያው ዓርስኹም ሓሉ ገንዘብኩም ኣበይ ይውዕል ኣሎ ገዛኹም መን ይስርሖ ኣሎ ብዝብል ተኸታተልዎ ማለት እዩ ደቂ ዓቢት ወይ ማረይ እና ናይ ሎማዓንቲ ቪድዮ እዚኣ ትመስል ነይራ እስካዕ ቪድዮ ፍፃመ ንዝተኸታተልኩምኒ ካብ ልቢ እናመስገንኩ እየ ላይክ ሸር ሰብስክራይብ ምግባር ድማ ይትረስዑ ደቂ ዓበይቲ ዋይ ብጣዕሚ እየ ዝፈትወኩምን ዘኸብረኩምን ሰሰናዩ ባይ ባይ